ቦን ዡርኔ ብሩኽ መዓልቲ ማለት ብሩኽ መዓልቲ ይገብረልኩም ዘለኹ ብርኽቲ መዓልቲ ክኸውን ዘለዎ ቦን ንፈሚና ስለ ዝኾነ ከም ትግርኛ ግን ብትግርኛ ክንግምጥሎ ብሩኽ መዓልቲ ንብሎ ኣብዚ ግን ቦን ፈሚና ስለ ዝኾነ ብርኽቲ መዓልቲ እታ መዓልቲ ፈሚና ስለ ዝኾነት እዚኣ መዓልቲ እያ ፈሚና እያ ተረዲኹምኒ ከም ጓል ኣንስተይቲ ስለ ንፅውዖ ማለት እዩ ነታ መዓልቲ ብሩኽ መዓልቲ ክንብሎ ሕጂ ብትግርኛ ብሩኽ መዓልቲ ንብሎ እቲ ፍራንስ ግን ብርኽቲ እዩ ዝኸውን ዘሎ ማለት እታ መዓልቲ ሰሚና ስለ ዝኾነት ኣብዚ ከኣ ልክዕ ቦን ቦን እየ ዝብል ዘለኹ ቦን ኣይኮንኩን ዝብል ዘለኹ ቦን ስዋኼ ብርኽቲ ምሸት ወይ ድማ ብሩኽ ምሸት ብትግርኛ ክትኮይኑ ከኣ ብሩኽ ምሸት ንብል ብርኽቲ ምሸት ፈሚና እያ እታ ምሸት ፈሚና ስለ ዝኾነት ማለት እዩ ቦን ሰሜን ቦን ሰሜን ብሩኽ ሰሙን ወይ ድማ ብርኽቲ ሰሙን እቦ እንተሃልዩ ኣብዚ ክልተ እንተሃልዩ ንፌሚናይ ንጓንስተይቲ ይጠቕሳ ኣሎ እቲ ነገር ብድሕሪ ዝመጽእ ዘሎስ ን ን ን ንጓንስተይቲ ዝኸውን ኣሎ ማለት እዩ ተረዲኹምኒ ሕጂ ኣብዚ ግን ዊከንድ ቀዳመ ሰንበት ከም ወድ ተባዕታይ ስለ ዝቑጸር ከም ወድ ተባዕታይ ስለ ዝቑጸር ቦን ዊከንድ ጽቡቅ ናይ ቀዳመ ሰንበት ይግበረልካ ይግበረልኪ ይግበረልኩም ገለታት ትብል ማለት እዩ ቦን ዊከንድ Bon week-end ብሩኽ ቀዳመ ሰንበት ንብል ማለት እዩ። ኣብዚ Bon ኢለ ኣለኹ። Bon ኣብዚ ከኣ Bonne Bonne et Bon ይብል ኣለኹ ማለት እዩ። እተደማምጻ ኣብዚ Bonne ምክንያቱ እታ እታ ቫኬሽን ቫካንስ ፌሚና ስለ ዝኾነት ከም ጓል ኣንስተይቲ ስለ ዝኾነት Bon vacances እንድሕር ኢለ ጽቡቕ ናይ ዕረፍቲ ግዜ ይግበረልካ ይግበረልኪ ወይ ይግበረልኩም ብዘገድስ ይብል ኣለኹ ማለት እዩ። ኣብዚ ሕጂ ቫኬሽን ዕረፍቲ ኢለዮ ዘለኹ እቲ ናይ ተኣችም ስለ ዝኾነ ናብ ዕረፍቲ ሰብ ስራሕ ኣትዩቱ ወይ ዝኾነ ነገር ኮይኑ ናብ ዕረፍቲ ተኸይዱ ወይ ዝኾነ ነገር ናብ ዝፍሕዋቱ ድዩ ናብ ፋሚሊ ድዩ ናብ ካሊእ ካሊእ ክኸይድ ስለ ዝኽእል ቫኬሽን ኪዱ ኣሎ ማለት እዩ ወይ ናብ መዘንግዒ ክኸውን ይኽእል ገለ ቫኬሽን ሕጂ ከም ዕረፍቲ ዕረፍቲ ገረ ኣለኹ ማለት እዩ ቦን ቫካስ ቦን ቫካንስ ትብሎ ማለት እዩ ቦን ቫካንስ ጽቡቕ ናይ ዕረፍቲ ግዜ ግብረልካ ገለ ትብሎ ጽብቕቲ ትኾን ኣላ ማለት ብሓጺሩ ቦን ፈሚና ስለ ዝኾነ ክልተኤን ኣብዚ ተኾይኑ ግን ቦ እንተኾይኑ ግን እቲ ነገር ከም ማስኩላ ክኾን ኣሎ ማለት እዩ ኣርባዕተ ዓይነት ቦን ኣሎ ክሪኦኩም እየ ፍትታሕት ማለት እዩ ብሩኽ ብሩኽ ዕረፍቲ ንብሎ ብዚ ኣብዚ ቦናኔ ብሩኽ ዓመት ብርኽቲ ዓመት ቦን ተልካ ብርኽቲ ዓመት ንብላ ኣለና ማለት እዩ ስለዚ እቲ ብርኽቲ፣ ብሩኽ፣ ገረታ ዝብል እታ ብርኽቲ ብዘለኹ ነታ ፈሚና፣ ብሩኽ ብዘሎ ከኣ ንማስኲላ። ሕጂ ርእዮ፣ ብ እዚ ኩሉ ንወተብዓታይ ኢና እንገብሮ። ተረዲኹምኒ? ንወተብዓታይ ኢና እንገብሮ። ምናልባት ኣብዚ ኣብቲ ምስ ኤስ፣ ኣብዚ ቫኬሽን ብዙሕ ስለ ዝኾነ ሕጂ ኤስ ገረርኩም ኣለኹ። ቫኬሽን ምስ ኤስ ስለ ዝኾነ ኩሉ ግዜ ማለት እዩ። ተረዲኹምኒ? ኣብዚ ሕጂ ብ፣ ብ እንተ ኢለ ንሓደ ከም ወተብዓታይ ተቖጺሩ፣

Femina Sangude Bon ምሽ ለለኹ ኣብዚ ሕጂ ንኣብነት ዝርእ ብሓደ በዚ ቀዲመ ክረዶ ከምዚ ቀዳማይ ዘሎ ቦን ዘሎ ንኣብነት ኣብዚ un bon travail un bon travail ጽቡቕ ስራሕ እቲ ስራሕ እንታይ ኮይኑ ኣሎ ማስኩላ ኮይኑ ኣሎ ማለት እዩ

ጽቡቅ ዓርኪ ቦ እምቦ ኣቦና ኣለና ማለት ህጂ ናይ ማስኲላ ኣለና ማስኲላ ኮይኑስ ግን ከኣ እቲ ነገር ሓደ ነገር እንድሕሪ ኮይኑ ማለት እዩ ኣብዚ ከኣ ቦን ኮይኑ ግን ከኣ ንፌሚና እንድሕሪ ኮይኑ ብተፈላለየ ነገር ክርእየኩም ኣብዚ ናይ ወላ ናይ ቦ ናይ ቤል ኮም እታ ተሓወሰና ነገር ስለ ዘሎ ቦ ቤል ገለታ ዝብል ኣሎ ኣብዚ ናይ ካሊእ ጆሊ ጆሊ ዝብል ዘሎ ፈላሊና ክንሪኦና ክሳብ መወዳእታ ክትሪእዋ ክትክእሉ ኣለኩም ማለት እዩ ኣብዚ ቦ ናይ ኣታ ዋሴተሳ ድሕሪ ንፈሚና ኮይኑ ፈሚና ሳንጉዴ እንድሕር ኮይኑ ፈሚና ሳንጉዴ እንድሕር ኮይኑ ቦን ንብል ንጓል ኣንስተይቲ ግን ከዓ ንበይና እንድሕር ኮይና ቦን ንብል ማለት እዩ ተረዳኹምኒ ኢን ቦን ሬፖንስ ፅብቕቲ መልሲ ኢን ቦን ጅኹነ ፅብቕቲ መዓልቲ ኢን ቦን ፔርሶን ፅቡቕ ሰብ

ከምዚ ደቦ ንፋዓት ተምሃሮ ይብላ ኣለኹ ማለት እዩ ወይ ደቦ ነለ ስርዓት ዘለዎም ተምሃሮ ዝዓይነት ማለት እዩ ደቦ ኹዙልታ ኹዙልታ ማለት ፅቡቕ ነጥቢ ዘምፀስ እቲ ሪዘልት ማለት እዩ እቲ ውፅኢት ፅቡቕ ውፅኢት ድቦን ድቦን ኹዙልታ ቦ ከም ወተባዕት ማስኩላ ማስኩላ ዘለኹ ማስኩላ ማለት ኣብዚ ማስኩላ ማስኲላ ኮይኑ ፕሉሪየለ ብዙሕ ነቲ ነገር ከኣ ብዙሕ እንድሕሪ ኮይኑ ማለት ኢዩ። ኣብዚ ዴ ቦን ዛሚ ዴ ቦን ዛሚ ጽቡቓት ኣዕሩኽ ማለት ጽቡቕ ሕጂ ብመልክዕ ኣይኮነን ማልክዕ ኣብ ታሕቲ ክብለኩም ናይ ፊዚካል ተኮይኑ ማለት ኢዩ። ኣብዚ ከኣ ቦን ኮይኑ ንብዙሓት ፌሚና ኮይኑ ፕሉሪየል ከኣ ተኮይኑ ከኣ ኣብዚ ማለት ኢዩ። ኣብዚ ናይ ደቂ ኣንስትዮ ንደቂ ኣንስትዮ ኮይኑ ወይ ድማ ንሓደ ነገር ከም ፈሚና ከም ጓል ጌርካ ትሪኦ ነገር ግን ከኣ ብዙሕ ይኸውን ኣሎ እቲ ነገር ኣብዚ ብዙሕ ኮይኑ ግን ከኣ ከም ወዲ ተባዕታይ ኣብዚ ከኣ ብዙሕ ኮይኑ ግን ከኣ ከም ጓል ኣንስተይቲ ትሪኦ ንኣብነት ዴቦን ዴቦን ዚደ ዴቦን ዚደ ጸለ ጽቡቕ ሓሳብ ይብላ ኣለኹ ማለት እዩ ጽቡቕ ሓሳብ ዴቦን ይደ ወይ ድማ ዴቦን ሬፖንስ ጽቡቕ መልስታት ጽቡቕ ሓሳባት ጽቡቕ መልስታት መልስታት ዶ ክንበልዎስ ተባዚሑ ስለ ዝኾነ ዋላ ጽቡቕ መልሲ ኢልካስ ብዙሕ መልሲ ተኾይኑ ሰብ ትግርኛ ጽቡቕ መልሲ ንብሎ እና ማለት እዩ ግን ንብዙሓት እዩ እዚ des bonnes personnes ጥዑማት ሰባት des bonnes de des bonnes ኣብዚ ኤስ ኣሎ ኣብዚ ኤስ ኣሎ ኣብዚ ኣሎ እቲ ቦን ከምዚ ይጸሓፍ ማለት እዩ እቲ ቦን ፈላሊና ክንርድኦ ኣለና ኣብዚ ከዓ ቦን ብፊዚክ ቦን ብ ቤል ቤል ከኣ ፊዚካሊ ቀደም ቤል ተኾይና ንመን ኣብዚ ከኣ ኣቦ ቤል ከኣ ኣሎ ማለት እዩ ኣብዚ ርኤ ኤስ ኣሎ ኣብዚ ኣብዚ ቤል ተኾይኑ ንሓንቲ ቦን ተኾይኑ ንሓደ ቦን ተኾይኑ ንብዙሓት ንብዙሓት ኣወዳት ማለት እዩ ቤል ተኾይኑ ከኣ ንብዙሓት ኣዋልድ እዚ ንሓደ ወዲ እዚ ንሓንቲ ጓል ይኾን ኣሎ ማለት እዩ ንኣብነት ንሓደ ወዲ ተኾይኑ ወይ ንሓደ ንሓደ ነገር ተኾይኑ ወዲ ጥራይ ኣይኮነን ንዝኾነ ነገር ሕጂ ንኣብነት ኣምቦን ሊቪ ክተይለ ንመጽሓፍ እዩ ዝወዲ ኣይኮነን ኣምቦን ጋክሶ እንተይለ ሕጂ ጽቡቕ ወዲ ጽቡቕ ወዲ ኣምቦን ጋክሶ ኣምቦ ጋክሶ ጽቡቕ ወዲ ኣምቦን ሊቪኽ ኣምቦን ሊቪኽ ጽቡቕ መጽሓፍ ጽቡቕ መጽሓፍ ጽቡቕ እየ ዝብ ዘለኹ ቦ እቲ ቦ እቲ ደማምፆ ሓደ እዩ ከምዚ ቦ ክብል ፀኒሐ ምሽ ንኣብነት ከምዚ ቦ እቲ ደማምፆ ሓደ እዩ ግን ኣብ ኣጠቃቅምኡ ግን በበይኑ ማለት እዩ ኣምቦ ማስኲላ ሳንጉዴ ይበሃል እዚ ማስኲላ ኮይኑ ንወድ ናይ ወዲ ኮይኑ ግን ከኣ ሳጉዴ ንበይኑ ሓደ ነገር ካልኣይ ካብ ሓደ ካብ ሓደ ንላዕሊ ዘይኮነ ማለት እዩ ኣቦንግ ኣምቦንግ ኣክሶን ጽቡቅ ወዲ ኣምቦን ሊቭ ጽቡቅቲ መጽሓፍ ጽቡቅ መጽሓፍ ሕጂ ንመጽሓፍ ንሕና ከም ጓል ኣንስተይቲ ስለ ንጥቀመላ እዛ መጽሓፍ ጽብቅቲ እያ ገለገለ ግን መጽሓፍ ከም ተባዕታይ ኣን ሊቭኽና ንብል ዩን ሊቭኽ ንብል ኢና ወይ ድማ ሎ ሊቭኽ Un bon livre, un bon un bon euh, paysage, un bon paysage እንጂ ከምዚ ጽቡቕ ጽቡቕ ሕርሻ ማለት እዩ ጽቡቕ ጽቡቕ ናይ እያ ሕርሻ እዩ ዝኾን ዘሎ un bon paysage ጽቡቕ ሕርሻ እዚ ሕጂ ቦን ቦን ንሰብ እትዮ ቦን ክትብሎ ትኽእል እዛ መጽሓፍ ስቦን ሳን ቦን ሊቨር ጽቡቕ መጽሓፍ እዩ ጽቡቕቲ መጽሓፍ እያ ወይ ጽቡቕ መጽሓፍ እዩ ማለት እዩ ግን ጽቡቕ ማስኩላ ስለ ዘሎ ብዚ ማለት እዩ ኣብዚ ከኣ ንሓንቲ ጓል ኮይና ጽብቅቲ ክትብላ ትኮንካ ጽብቅቲ ፈሚና ኮይና ሳንጉልየ ትኮን ኣላ ማለት እዩ እታ ጓል ፈሚና ማለት ከም ጓል እያ ኮይና ዘላ ጓል ተኮይናስ ኦረዲ ፈሚና ኮይና ኣላ ማለት ፈሚና ማለት ከኣ ከም ጓል ኣንስተይቲ ኮይና ኣላ ማለት እዩ ዩኒቤልፊ ጽብቅቲ ጓል ከም ንኣብነት ማለት እዩ ዩኒቤልፊ ጽብቅቲ ጓል ዩኒቤል ሜዞን ጽብቅቲ ገዛ ዩኒቤል ቫይትሹር ጽብቅቲ መኪና ናይ ምንታይ እዚ ህጂ ቤል ቤል ይብላ ኣለኹ ማለት እዩ ናይ ናይ ናይ ፌሚና ናይ ፌሚና ስለ ዝኾነ እንድሕሪ ናይ ፌም ናይ ማስኩላ ኮይኑ ብዙሕ ነገር እንድሕሪ ኮይኑ ከኣ ማስኩላ ኣብዚ ህጂ ናይ ማስኩላ ኮይኑ ብዙሕ ነገራት ከርእየኩም ጸኒሐ ናይ ናይ ሓደ ነገር ንሓንቲ ነገር ከርእየኩም ጸኒሐ ኣምቦሊ ተይለ ህጂ ንሓንቲ ሓደ እቲ መጽሓፍስ ሓደ እዩ ተረዲኹምኒ ኣብዚ ግን ንብዙሓት ኤክስ ኣትዮ ዘሎ ንብዙሓት ስለ ዝኾነ ማስኩላ ኮይኑ ፕሎክ ዝኮነ ማለት እዩ Des bons garçons ጽቡቓት ኣወዳት ሕጂ ጽቡቕ ወዲ ድሕሪ ኢልካ ንሓደ ኣብዚ ኤክስ የብሉን ኣብዚ ኤስ የብሉን ኣብዚ ውን ኤስ የብሉን ማለት እዩ Des bons garçons ጽቡቓት ኣወዳት ትብል ኣለኹ ኣብዚ ሕጂ ጽቡቕ ወዲ ኢለ ነረ Un bon garçon እንተኢለ ሓደ እዩ እቲ ወዲ ኣብዚ ግን እቶም ኣወዳት ብዙሓት ጽቡቓት ስለ ዝኾኑ ዴ ቦን ጋርሶን ኣብዚ ንከም ዝነገር እቲ ኤክስ ዘሎ ኣብዚ ማለት እዩ ኤስ ኣይነእትወልና ንምንታይ ኤስ ዘእተናሉ ብዚ ምክንያቱ እዚ እዩ ስለ ዝውድእ እዚ እዩ ዝውድእ እንድሕር ኮይኑ ኩሉ ግዜ ብእዩ ዝውድእ ብዙሕ ፕሉሪየል እንድሕር ኮይኑ ኤክስ እዩ ዝኣቶ ማለት እዩ ዴ ቦን ጋርሶን ጽቡቃት ወዳት ዴ ቦን ሊቭር ጽቡቃት መጽሓፍቲ ዴ ቦን ቤዛዥ ጽቡቓት ጽቡቕ ሕርሻ ጽቡቓት ሕርሻታት እያ ንኾን ኣሎ ንብዙሓት ስለ ዝኾነ ማለት እዩ ብብዝሒ ኢና ንኸዶ እዚ ሕጂ ነዋልድ ኮይነን ከኣኒ ብዙሓት ኣብዚ ንሓንቲ ክርእየኩም ጽንሐ ቅድም ኣቢለ ተነዋልድ ብዙሓት እንድሕሪ ኮይነን ከኣ ግን ከኣ ፈሚና ፈሚና ኮይነን ፕሉክየለ እንድሕሪ ኮይነን ደቤልፊ ደቤልፊ ጽቡቓት ዋልድ Des belles maisons ጽቡቓት ገዛውቲ Des belles voitures ጽቡቓት መኻይን ኣባዚሑ ምብዛሕ ማለት እዩ እዚሲ ንፈሚና ንጓል ኣንስተይቲ ኮይኑ ፕሉሪየል ኮይኑ ንብዙሓት ንዋልድ ኮይነን ሲ ንደቂ ኣንስትዮ ማለት እዚ ሜዞ ተይለ ዋልድ ማለት ኣይኮነን በብሬፍ ደቤል ሜዞን ድሕሪ ኢለ ደቤል ሜዞን ጽቡቓት ገዛውቲ ይብላ ኣለኹ ማለት እዩ እተን ገዛውቲ ፌሚና ስለ ዝኾና እተን ገዛውቲ ፌሚና ስለ ዝኾና ፅባቕቲ ገዛውቲ ደቤል ቫይትር ፅባቓት መኻይን ኣባዚሐ ጥራይ ኣለኹ ማለት እዩ ኣብዚ ከዓ ጆሊ ጆሊ ጆሊ ጆሊ ዝተፈላለየ ሲምፕል ነገር እዩ ጥራይ ክነብሎ ኣለና ሕዚ እዛ ጆሊ እዚኣ ርያ በይና ጆሊ ከምዚኣ ወደ ሓንቲ ኡ ዘይብላ ኣንጆሊ ደሳ ኣንጆሊ ካዶ ማስኩላ ማለት እዩ ተረዲኹምኒ እዚ ማስኩላ ሳንጉሌ ይበሃል ማስኩላ ሳንጉዴ ማለት እና ሓደ ሓደ ኮይኑ ግን ከ በይኑ ተኮይኑ ማስኩላ ሳንጉዴ ይበሃል ኣንጆሊ ደሳ ጽብቅ ጽቡቅ ስእሊ ይብላ ኣለኹ ማለት እዩ ንሓደ ነገር ጽቡቅ ከም ዝኾነ ዝነግሮ ዘለኹ ተረዲኹምኒ ወይ ከዓ ኣንጆሊ ካዶ ጽቡቅ ጽቡቅ ጊፍቲ ከዶ ጽቡቅ ግፍቲ ድሕሪ እቲ ነገር ድሕሪ ፈሚና ኮይኑ ከዓ ጆሊ ኡን ውስኸሉ ማለት እዩ እቲ ጆሊ ተልካ ንሓንቲ ጓል ሕጂ ጆሊ ንውስኸላ ኣብ መወዳእታ ማለት እዩ ዩን ፊ ጆሊ ዩን ፊ ጆሊ ፅብቕቲ ጓል ዩን ፊ ጆሊ ፅብቕቲ ጓል ነታ ጓል ጓል ስለ ዝኾነት ፈሚና ስለ ዝኾነት ወሲኽና ኣለና ኣብዚ ማለት እዩ ወይ ዩን ጆሊ ሜዞን ፅብቕቲ ገዛ ፈሚና ስለ ዝኾነት ጆሊ ምስ ኤስ እንድሕር ኮይኑ ከዓ ኣብዚ ጆሊ ምስ ኤስ እንድሕር ኮይኑ ኤስ እንድሕር ሓዊስና ኣሉ ብዚ ደጆሊ ደሳ ኤስ ሓዊስና ኣሉ ግን ከኣ ንታች ተኮይኑ ማለት እዩ ንማስኩላ እንተኮይኑ ከም ወድ ተባዕታይ ተኮይኑ ደጆሊ ደሳ ጽቡቕ ስእልታት ደጆሊ ካዶ ጽቡቕ ጊፍትታት ትርድኦምኒ ማስኪላ ኣብዚ ረእዮ ኣብዚ ንሓደ ስለ ዝኮነ ዴስታ ወድ ሓንቲ ኤሲ ተሓውሶን ሓንቲ እያ ነራ እታ ዴስታ ሓንቲ ስእሊ ነራ እዚ ከኣ ሓንቲ እታ ግፍቲ ሓንቲ ነራ ኣብዚ ግን ብዙሕ ይኮን ኣሎ ማለት እዩ ስእልታት እቲ ግፍትታት ይብላ ኣለኩ ማለት እዩ ብኤስ ጥራይ ይሕብሰሉ እዚ ብጆሊ ኤስ ይሕብሰሉ ደጆሊ ካዶ ዴሳ ሶሪ ደጆሊ ካዶ

ጽቡቃት ንፈሚና ማለት እዩ ከም ጓል ኣንስተይቲ እዚ ኡኤ ዝተሓወሰኩሉ ግዜ ንፈሚና ኮይኑ ግን ከኣ ብዙሕ ነገር ንሕር ኮይኑ ንጓል ኣንስተይቲ ከም ጓል ኣንስተይቲ ገርና ንጥቀመሉ ኮይኑ ግን ከኣ ንብዙሕ ንሕር ኮይኑ ደጆሊ ፍሎኽ ጽቡቃት ፍየርታት ጽቡቃት ፍየርታት ንብል ደጆሊ ሜዞ ጽቡቃት ገዛውቲ ጽቡቓት ፍየርታት ጽቡቓት ገዛውቲ ፍየሪ ፌሚና ስለ ዝኾነ ሜዞ ፌሚና ስለ ዝኾነ ማለት ከም ጓል ኣንስተይቲ ስለ ዝኾነ ሜዞን ፌሚናን ደጆሊ ጆሊ እንዳበልና ንኸይድ ማለት እዩ ተረዲእኩም ክኾን ተስፋ ገብር ስለዚ እዚ ኩሉ ግዜ ክንሕዞ ዘለና ዋላ በቲ ርእሱ ክንጅምር ከለና ጆሊ እዚ ንሓደ ወዲ ተረዲኹምኒ ንሓደ ንሓደ ወዲ ክብለኩም ከለኹ ወድ ተባዕታይ ማስኩላ ማለት እዩ ነጂ ንበረት ክኸውን ይኽእል ነቲ ንበረት ከም ወዲ ትጥቀመሉ ትኾንካ ገለታት እዚ ንሓንቲ ከም ጓል ኣንስተይቲ ንጥቀመሉ እዩ ጆሊ እዚ ንሓደ ከም ወድ ተባዕታይ ንብዙሕ ከም ደቂ ተባዕትዮ ንጥቀመሎም እዩ ንብዙሓት ማለት እዩ እዚ ኸኣ ንብዙሓት ኣዋልድ ከም ወይ ድማ ከም ደቂ ኣንስትዮ ንጥቀመለን እዚ ከምዚ ወድ ንብረት ገዛውቲ ገለታት ተኾይኑ ማለት እዩ ልክዕ እዚ ከኣ ከም ዝቦ ቤልት ኮይኑ ከኣ ይርኤ ቤል ህጂ ቤልት ተልካ ከምዚ ይርኣ ጽብቅቲ እያ ምሽ ኤስ ተሓዊስካላስ ንፌሚና ኮይኑ ግን ከኣ ፕሉርየል ይኸውን ኣሎ ማለት እዩ ፕሉርየል ማለት ንብዙሕ ነገር ማለት እዩ ኣብዚ ከኣ ልክዕኹም ከኣ ኣብዚ ከም ትሪኦ ዘለኹም ካብ ቦ ኮይኑ ኤክስ ንድሕር ተሓዊስዎ ማስኩላ ፕሉርየል ኣብዚ ፌሚና ፕሉርየል ምሽ ክብል ጸኒሐ እዚ ንደቂ ኣንስትዮ ንጓል ኣንስተይቲ ገርካ ትጥቀመሉ ዝምልከት ኮይኑስ ግን ከኣ ብዙሕ እቲ ነገር ብዙሕ እንድሕር ኮይኑ ኣብዚ ሕጂ ርእዮ ደቤል ፊ ምሸለ ኣለኹ ጽቡቓት ፋዱ ተይለ ፊ ተነዋልድ ብዙሓት ኣለዋ ማለት እዩ ተነዋልድ ደም ብዙሓት ዘለዋ ተነዋልድ ብዙሓት ኣለን ሕጂ ፈሚና እየን ኣብዚ ኤስ የእትወሉ ብድሕሪኡ ከኣ ኤስ ሕውሰሉ ማለት እዩ ደቤል ፊ ይብል ኣብዚ ከኣ ልክዕ ከምኡ ኣወዳት ንድሕር ኮይኖም ኣብዚ ደቦ ጋክሶ ቦ ንምንታይ ኤስ ኣቶ ተልኩምኒ ኤክስ እዩ ዝኣቶ ምክንያቱ ብቂድምኡ ዘሎ እዩ ዝውስኖ ብቂድምኡ ዘሎ እዩ ተኣትዩ ኩሉ ግዜ ከምቲ ኣቀዲመ ክብለኩም ጸናሕኩ እዩ ንድሕር ኮይኑ ኩሉ ግዜ ኤክስ ንገብረሉ ስለዚ ደቦ ጋክሶ ጽቡቃት ወዳት ንብላ ኣለና ማለት እዩ እዚ ከኣ ቤል ቤል ንሓንቲ ጥራይ ንሓንቲ ጓል ኣንስተይቲ ንሓንቲ ገዛ ወይ ንሓንቲ መኪና እዚ ፊግ ጓል እዩ እዚ ሜዞ ገዛ እዩ እዚ ከኣ መኪና እዩ ሰለስቲኤን እዚኤን ህጂ ከም ኣብነት የምጽልኩም ካልእ ብዙሕ ብዙሕ ሽሕ ሚእትን ኣሎ ሹር ግን በዚኤን ገርና ኣብነት ገርና ክንጥቀመለን ንኽእል ኢና ማለት እዩ ኢን ቤል ፊ ኢን ቤል ሜዞ ኢን ቤል ቫይቱር ጽብቕቲ መኪና ጽብቕቲ ገዛ ጽብቕቲ ጓል እንዳበልና እዚ ንሓንቲ ጥራይ ንጥቀመሉ ማለት እዩ ቦ ከኣ ንሓደ ወዲ ጥራይ ንጥቀመሉ እዩ እቲ ቦ ወይ ድማ ኣምቦንጋክሶ ጽቡቅ ወዲ ኣን ቦን ሊቭር ጽብቅቲ መጽሓፍ ኣን ቦን በይዛዥ ኢልና ንጥቀመሉ ከኣ ንወድን ኮይኑ ኣሎ ካልእ ከ ኩሉ ሓደ ትሰሚ ቦን ቦን ቦን ትብል ከኣ ቦን ኣብዚ ቦን ዝብል ዘሎ ቦን ኢና ንጥቀመሉ እዚ ኩሉ ግዜ ቦ ቤል ዚረ ቦ እዚ ከኣ ቤለ እዚ ከኣ ቤለ ቦ ባክዶ ቦ እዩ ዝድመጽ ኤክስ ኣይድመጽን እዩ ቤለ ስለዚ እዚ ቤለ ዝኸ ዝብል ይድመጽ ዝቦ ዝኸኣቦ ይድመጽ ማለት እዩ TX ኣይድመጽን እዩ ልክዕ ዝኸኣ ዝኸኣ ቦ እዚ ይድመጽ እዚ እውን ቦ ይድመጽ እዚ እዝን ከዓ ቦን ቦን ይድመጽ ማለት እዩ ስለዚ ኣብዚ ብትግርኛ ገረቲ ቀጻሊ ንጥቀመሉ ነገር ይሕዘልኩም መጽየ ገጠም ቤት ቅድሚት ብሩኽ መዓልቲ ብሩኽ ሰንበት ብሩኽ ምሸት ወይ ድማ ብሩኽ ቀዳመ ሰንበት ገረታት ዝብል ሒዘልኩም መጽየ ተረዲእኩም ክከውን ተስፋ ይገብር ዘይተረደእኩም ኣብ ኮመንት ጸሓፉለይ ኮመንት ፓክ ታጅ ከኣ ግበሩ ነቶም ከምቲ ኩሉ ግዜ ንገብሮ እቲ ቻነል ብርግጽ እንዳ ዓበየ ኣብሎ ሜርሲ ነቶም ፈሎው ትገብሩ ፈሎው ዘይትርስዑ ሰባት ነቶም ዘልዮም ሰባት ፓክ ታጅ ትገብርሎም ወይ ተገዲስኩም ዋላ ሓንቲ ደቂቃ ኣይትወስደልኩም ኢና ብርግጽ ተገዲስኩም ተሐብ ተመሓላልፉሎም ማለት እዩ ነቶም ፍረንች ክምሃር ዝደልዩ ከምዚ ወዲ ከምዚ ክጠፍኦም ስለ ዝክእል እጅ ብኸም ብክሳን ፊኒሞ ካልኣይ ኣብ ፕራይቬት ትምህርቲ ይህብ እየ ክትምዝገቡ እንድሕር ደሊኹም ተሌፎነይ ኣብቲ ናይ ወይ ኣብቲ ናይ ቲክቶክ ቢዮ ኣለኩም ሓበን ዓሰርተ ኢልኩም ማለት እዩ ወላ ከማን ኣብቲ ፌስቡክ ከማን ሓበን ዓሰርተ ኢልኩም ኣለኩም።